ኣታ እንታይ ደኣ ምስ በሎ ሰሚ ግደፈና እስከ ነዛ ጓል እንታይ ደኣ ሓጊርካ ኣላ ኣነ እንዳተዛረብኳስ ሳሚ ሳሚ ትብል ምስ በሎ ነጊረካ እንዴ ክትውንና ምስ ትደሊ ዓቕሊ ክሓተካ እዩ እሞ ከዓ ንዘፍቀረት ጓል ኣንስተይቲ ልቢ ጓል ክሳብ ትጸልኣካ እንተ ኣፍቂራ ኣፍቂረ ሓንሳብ እንተ ጸላኣትካ ድማ ኣኸለም ትፈትወካ ትግደሰልካ ጓል ኩሉ ክትኮነልካ ትደልን ዘረባ ሰባት ብጀካ ዘፍቀረቶ ኣይትሰምዕን እዮም ሽዑ ናቃስ ትቅይር ኣቦኣ ኣያስምዓ ኣዲኣ ገለ ሓደ ሓደ ሰባት ጓል ከም ዘፍቀረትኒ ከም ዝፈትወትኒ ሕርብት ይብለኒ ክብሉ ክሰምዕ ከለኩ ይስሕቅ እም ዘፍቀረት ልቢ ጓል ኣንስተይቲ ብጀካ እቲ ዘፍቀረቶ ሰብ ካልእ ትሓስቦ ትሓልሞ የብላን ወትሩ ከኣ ኣመክንያ ኣብ ጥቃ እቲ ሰብያ ክትከውን ትደሊ ዕላላ ዘበለ ብዝኣዊ ዝሓዘቶ ነገር ንዑ ትምነ ትድውል ትጽሕፍ ነዊሕ ዕላል ትጽበ ኣድሕቦ ትሕበካ ክትሕግዘካ ትደሊ ጽቡቕ ዘበለ ትምነየልካ ምስ ካለ ጓል ክትርእካ ከላ ትቐነ ትሓርቕ ትበሳጩም ምስ መሓዙታ ክተላልየካ ትደሊ መሰልቸ ወዲ ክንስኻ ኣብ ጎንኻ ብምሕላ ጥራይ ትሕጎስ ነይቲ ሓንቲ ዘየፍቀረት ግና ኩሉ በንጻር እዩ ካልእ ግዜ ክንዝርዝሮ ኢና ሕጂ ንዓ ናይ ሰዓት ምሳሕ ኣኺሉ ዩ ጉዳይ ራሄል ድማ ምሳይ ከምኡ ዩ ዘሎ ንኣይ ገዲፋ ንዓኻ ክትግደስ ኣብዚ ሕጂ ሰዓት ካብ ምጽባይ መንገብገብ ኣውጺኻ ምንፋር ይቀልል እንዳበለ ካብቲ ዓራት ብድድ በለ። ኣብቲ መመገቢ ጣውላ ኮፍ ኢሎም ኣብ ዝበልዕሉ ዝነበረ እዋን ስምዖን እንዶ ሳሚ ዘይትፈተውካ ጓል እንታይ እያ ትገብር ክብል ነቲ ክኩልስ ኣብ ኣፉ ኢዱ ኣጸጊዑ ዝነበረ ሳሚ ሓተቶም። ንኩላስ ገዲፍኩምስ በለሞም ሃላ ፍጹም ዘይትፈትወካ ጋል ድኣ ማሮድኦ እንድዩ ሕጅስ ክኣ ኣነን ንስካን ኣለና ምሽ ራሄል ንኣይ ኣይትግደሰለይን ምናልባት ንስካ ክትግደሰላ ጀሚርካ ኣለካ ምሽ ንስካ እሞ ደዊልካ ግድን ክረክበኪ ደልያ ኣለኩ ኢልካ ቁጸራ ብድሕሪኡ ኣነ ክድውለላ እዩ ሚእቲ ካብ ሚእቲ ድሓን እሞ ንግደፎ ሚእቲ ካብ ሚእቲ ተስዓን ትሽዓተን ሚእተት ርግጸኛ እየ ናትካ ቆጸራ ገዲፋ ናባይ ከም ትመጽእ ምግዳስ ማለት እዚ እዩ ዝኾነት ጓል ዘይትግደሰልካ እንተኾይና ድሕሪ ዝኾነ ቀዳማይ ምርጫ እያ ትሰርዓ ከም ኣብዚ ሕጂ ሰዓት ቀዳማይ ምርጫ ራሒል ድሞኣኒ ልዕለይ ትሰርዖ ነገር ይብላን ዋላ እውን ዝኾነት ጓል ትፈትዎ ሰብ ሓለዋ ዘይትግደሰልካ እንተኾይና ኣብ ዝኾነ ግዜ ካልኣይ ምርጫ እያ ከም ምዕንታኻ ክትብል ኣገዳሲ ቆፀራ ኣብ ተራ እዋን ገዲፋ ክትመፅኣካ ዘይሕሰብ እዩ እዚ ማለት ንስኻ ካልኣይ ምርጫኣ ኮይንካ ኣለኻ ማለት እዩ። ድሕሪ መሓዙታን ክትሰርዓ ክትኽእል እያ። ስለዚ ኣብ ልዕሌኻ ተገዳስነት ዘይብላ ጓል ቅድመኻ ትሰርዖ ይጥቀም ኣይጥቀም ከም ዘሎ ክትዝንግዕ የብልካን። ክቕጽል ዶ ዋላስ በስማም ኢልና መግብና ክንውድእ ምስ በሎም ድሓን ካልእ ግዜ ክትቅጽለለይ እንድሓ። ግናሲ ናይ ራሄል ጉዳይ ይሰልጠኒ ዶ ምስ በሉ። ንስኻ ሕጂ ሪዘርቫ ኢኻ ዘለኻ ማለት ሓላዊ መርዓ ፍጠራት ትጽበ ኣለኻ ማለት'ዩ ማለትካ በሎ ፍጹም ስለ ዘይበርሀሉ። ማለተይ ድኣ ኣብ ልዕለይ ዘለዋ ተስፋ እንተ ተጸንቂቑ። ከምዚ ናይ ኩዕሶ እግሪ ምሸሉ ሓደ ተጽዋታይ ምስ ዝስበር ወይ ዝሓምም ዝደክም መሓለውታ ዘሎ ምስ ዝቅየር ንስኻውን ከምኡ ኢኻ ዘለኻ ምሳይ ምኻን ምስ ዝኣብያ ንኣይ ክትቅይረኒ ትጽበ ዘለኻ መንእሰይ ኢኻ ዓርኩ ክሰልጠካ ኣይሰልጥካን ግን ኣባይ ዝሙርኮስ ሮላንዶ ኮይነ እንተ ቀጺለ ምሳይ ክትቅጽለ ምስ በሉ እንዳ ሰሓቐም እሞ ነታ ጓል ገጠር ዝተምሃርስ ስቕ ኢልካ ኢኻ ትደልያ ዘለኻ ማለት እዩ ነዚኣስ እባ ንዓና ግደፈልና ምስ በለ ፍጹም ተቐበል ኣቢሉ ይጻወታ ከይዘለኹ ንራሄል ጻዕራ ይጽንሓ ኢለ መሪቐ ሂበከ መስለኒ ስለዚ ኪድ ኣርግጻ ተደራገም ክውንና ይደሊ ኢልካ እንተ ወሲንካ ከቢድ መስገድል ከም ዝጽበየካ ፈሊጥካ ንኹሉ ድሉ ኮንካ ነብስኻ ኪሓስኻ ተደራገም ጥራሒ ክብለካ ዝኽእል በሉ ሰም መብጽእ ኣባሓግኡ ራሒል ንዘተግበረሉ ግዜ እንዳ ኣኸለ መጸ። ይኹን እምበር ክሳብ ሕጂ ንስም ሓድጎል ገጠር ኣይረኸበን። ንኣባሓግኡ ንራሒል ከላልዩ ብሓቂ ድልዩት ኣይኮነን። እንተደኣ መብጽኡ ዘይተግበረ ድማ ፍቕሪ ራሒል ክቐበል ንኣባሓጉ ድማ ዘይደለያ ሰብ ከላልዩ ማለት'ዩ። ንራሄል እንተተቐቢልዋ በቲ ሓደ ድማ ንዓርኩ ክብድል'ዩ። ፍጹም ራሄል ንእኡ ስለ ዝፈትውት እምበር ኣብ ልዕሊኣ ተገዳስነት ካብ ዘሕድር ብዙሕ ከም ዝገበር ይፈልጥ'ዩ። ክልቲኦም ኣብ ዘይከውን ከይወድቁ ግድን ንሰምሃር ክረኽባ ኣለዎም። ሰምሃር ግና ሽም ሒዛ ተሪፋ እምበር ክትርከብ ኣይከኣለትን። ግን ድማ ተስፋ ኣይቆረጸን። ናብቲ ዝረኸበ ቦታ ክኸይድ እሞ ክሳብ ዝርርብ ዳሕሳስ ክካየድ ወሰነ። ፍጹም ስለ ዘይጠዓሞ ድማ ኣብ ግዜ ዕረፍቲ ቀዳም ሰንበት በይኑ ተበገሰ። ሄሎ ሎም ሓፍተይ ኣውቶቡስ ክሕዝ ካብ ገዝኡ ናብቲ እንዳ ኣውቶቡስ ገጹ እንዳኸደ ከሎ ተቐቢሉ ዝዛረብ ዘሎ ሳብ መሓወይ ደሓንዶ ደሓኻ ገብሪሌ ደሓይ ሰምሓር ገለ ክሳብ ሕጂ ኣይረኸብካን ምስ በለቱም ልዋም ሓፍተይ ጸሎት እስከ ግበርለይ ናብኣይ ሕጂውን ዝኸይድ ዘለኹ ሎሚ ግድን ክረኽባ ኣለኒ ሎሚ እንተዘይረኺበ ኩሉ ነገር ፋሕ ክብል እዩ ዋላ ተመባጸእለ በጃኺ ምስ በላ ሳሚ ሓወይ እዚ ቀሊል ንኣኻ ዝኾነ ይኹን ሕጂ ናብ እንዳ ማርያም ከይደ ጸሎት ክገብረልከይም ቅኑዕ እንዲኻ ክሰልጠከይ ኣጆኻ በል ሕጂ ክሕዘካ ምስ ተመለስካ ብገዛ ኣብል ንጓለይ ከማን ጨነት ትኾና ብኣመይ በሉ ቅሳ ኬድኩም ምስ በለቶ ቅሰኒ ኢልዋም ሓፍተይ ጥራይ የሳልጠካ በለኒ ኢሉ ቴለፎኑ ተፋኒዎ ኣጸወ። ኣውቶቡስ ሂዙ ኣብቲ ዝደልዮ ከባቢ ወረደ። ጓሶት ጥሪት ሂዞም ተኣዘበ ተሓጎስ ከይዱን ሰምሓር ክብል ሓተቶም መልሶም ግና ተስፋ ዝሕብ ኣይነበረን ከምዚኣ ትብላ ዘለኻ ሰምሓር ትበሓል ጓል ኣይንፈልጥን ኢሎም ኣብዚ ከባቢ ዘሎ ኣደታት ውሽጢ ኣቲኻ ሕተት ምናልባት በልዎም ከም ዝተብሓለውን ገበረ ገለ ሰምሓር ዝበሓል ኣዋልድ ኣበርዎም ግን እታ ዝደለ ሰምሓር ኣይነበራን። ጎረባብቲ ዓድታት እውን ሃተተ። ብተመሳሳሊ ካልኦት ሰምሃር ዝበሃላ ኣዋልድ ክረክብ እንተዘይኮይኑ ነታ ቀንዲ ተደላይት ጓል ግና ክረኽባ ኣይከኣለን። ምስ ደኻሙ መሬት ቅድሚ ምጽልማቱ ተመለሰ ግን ተተኺሉ ናብ ለዋሚ ከይዱ። ኣዝዩ ደኺሙ ምስ ረኣየቶ ኣደንገጻ። ሰምሃር ወቀሰ። ምስ ጓለይ ኮይና ጸሎት ኣብ እንዳ ማርያም ጌርናልካ ኣለና ክትረኽባ ኢኻ ኣይትሰከፍ ንእግሩ መሕጸቢ ማይን ሸበጥን እንዳ ቀረበት ተዛረበት። ወዲ ሰብ ብተስፋ እዩ ዝነብር ተስፋ መናብርትና እንድዩ ብተስፋ ንጽበ ሽኮሪና ጓልኪ ሎምስ ኣይደቀሰትን ደሓይ ኣቦኣኸ ምስ በሎም ናቱ ገዲፍካ ተዛረብ ኣታ ወዲ ሰብ ማዕረ ክንድዚ እሞ ኸኣ ኣብ ልዕሊ ውላዱ ይጭክን ድዩ ነዚ ሓንቲ መዓልቲ ምርኣይ ክስእን ረኣያ እስከ ኣይተደንግጻካን ምስ በለቶ ምድንጋጽ ደኣ ንጅግና ኣዲኣ ሒዘ እንታይ ክተደንግጽ ዘላኸ እንታይ ከፊእዎም ዝድንገጸሉ ንሱ እምበር ኣብ ዝኾነ ጠምቀምቀም ዘይምባልዩ እንተ ኢልካ ድማ ሓላፍነት ምስካም ግዴታኻዩ ንርኣሱ ገደዶ ርግጽዩ ጓልኪ ጽንሕ ኢላ ኣቦይኸ ምባል ኣይተርፍንዩ ኣብ ደገ ክትጻወት ከላ ድያ ናይ ትምሕርቲ ዕድሚኣ ምስ ኣኸለ ጎዶሎ ስምዒት ክስማዕ ይኽእል እዩ፣ ክስምዖን ንቡር እዩ። ምናልባት ገሊኦም ምስ ኣቦታቶም፣ ኣዴታቶም ክትርኣ ከላ ክስምዓ ክተስተማስል ትኽእል እያ። ብሕጽር ዝበለ ጽልኡ ከቢድ እዩ። ግን ድማ ካብ ወረደ ንጓልኪ ንኹሉ ከም ትብድሕ ጌርኪ ምእዋይ ናትኪ ሓላፍነት እዩ። ጓልኪ ኣብ ዝኾነ እዋን ርእሰ ተኣማንነታ ባይታ ንኸይዘብጥ ክትገብሪ ክትክእሊ ኣለኪ። ዝያዳ ውን ኣብ ርእሰ ምትእምማና ክትሰርሒ ኣለኪ ውሽጣ ብዝግባእ ክትህነጽ ክትክእል ኣለዋ ኣቦ ክሽፍኖ ዝግባእ ነገር ኣብ ቦትኡ ከሉም ነዚ ድማ ኣጆኺ ኣነ ወትሩ ኣብ ጎንኺ ኣለኹ በሎም ነታ ተሓጺቡ ክሳብ ዝውድ እሙ ክሓቕፋ ዓይኒ ዓይኑ ትጥምቶ ዝነበረት ጓላ እንዳተዓዘበም ምስ ለዋም ኣዕሊሉ ተጻዊቱ ኣብ ጅብኡ ካብ ዝነበሮ ገለ ሰለስተ ሚእቲ ኣርባዕተ ሚእቲ ዝኸውን ናቕፋ ዋላ እኳ እንተኣበየቶ ሂዋ ወጺኡ ኣብ ከባቢ ገዛውቱ ምስ በጽሐ በቲ ናይ ፓሎሊቺ ብርሃን ተሓጊዙ ዓይኑ ኣብ ሓንቲ ምጭውቲ ጓል ኣለበ